ኣብ ርሑቕ ንኹን ኣብ ቀረባ ኣብ ዓዲ ንሃሉ ኣብ ስደት ሰብ ክህነጽ እዩ ናይ ሎሚ ትምኒት ኣተሓሳስባና ሓይሉ እንተገይሩ መሰናኽላት ኩሉ ክንቀል እዩ ካብ ስሩ እንኳዕ ብሰላም መጻኹም ናብዛ መኣዲ ንልቦና ክንሃንጽ ፍልጠት ክንናዲ እወ ንቕድሚት ክንስጉም ክንሰግር ቤተሰብና ሚድያ ኹኑ ሓቢርና ክንመሃር ጸጋና ነባራብሮ ሕልናና ውን ይዕረፍ መክሊትና ንጠቀመሉ ታሪክና ውን ይጻሓፍ። ሰላም ኩቡራት ቤተሰብ ለዋም ሚድያ ከመይ ቀኒኹም ኣኣብ ዘለኹምዎ ሰላም ፍቅሪ ኩሉ ንዓኹም ክኸውን እናተመነኹ ብዝሓለፈ እንታይነት መክሊትን ጸጋን ከምኡ ድማ መክሊትና ጸጋና ፈሊና ንምልላይ ንምፍላጥ ዘኽእሉና ሜላታት ዝብል ብሕጽር ዝበለ መንገዲ ርኢና ኔርና። ብዙሕ ተሚርኩምሉ ብዙሕ ኣትሪፍኩምሉ ከም ትኾኑ ተስፋ ይገብር። ያው ካብቲ ዘቕረብክዎ እውን እሺ ጸጋና ኣለሊና ኩላትና ንናይ ባዓልትና ጸጋ ንናይ ባዓልትና ተኽእሎ ኣለና እዩ ንብል ኢና። ግን ድማ ልምንታይ ኢና ዘይንጥቀመሉ እንታይ እዩ ዓብሊቱ ሒዙና ዘሎ ዝብል ሕቶ መፂለይ ማለት እዩ። ስለዚ እዚ ሕቶ እዚ ኩላትና ኢና ንምልሶ። ምክንያቱ ኩላትና ንናይ ባዕልትና ፀጋ ንናይ ባዕልትና ተኽእሎ ኣለና። እዚ ተኽእሎ እዚ ኩላትና ብብናይ ባዓልትና ተኽእሎ ተትንሰርሕ ወይ ከዓ ተትንጥቀመሉ ሲ ዓለም እንታይ ምኾነት? ካብ በዓልትና ሓሊፉ ንብዙሓት መብራት ምዃንና ልብዙሓት ምተረፍና ምኽንያቱ ንኣብነት ሓደ ድምፂ ዘለዎ ሰብ መዝሙር እንተዘሚሩ እቲ መዝሙር ንብዙሓት ሕዝናት መፅናዕንዐ ንብዙሓት ልቢ መረስረሰ መንፈስ መሐደሰ ስለዚ ብግጥሚ ድዩ ብዜማ ድዩ ብቅንየ ድዩ ብብዙሕ ነገር ተኽእሎ ኣለና ስለዚ ብዙሕ መፅሓፍ ልውሉድ ወለዶ ዝሓልፍ ናይ ጽሕፈት ተኽእሎ ዘለዎ ክጽሕፍ ዝኽእል ሰብ ዓዲ ክመርሕ ዝኽእል እውን ብታ ተኽእልኡ ብታ ጸግኡ ዝተዋእሱ ዘተዓረቕቲ ኮይኑ እውን ብዛ ተኽእልኡ ኩሉ ሰብ ብብተኽእልኡ ንጽቡቕ ንጥቀመሉ ነርናሲ ኣበይ ምበጻሕና ዝብል ሓሳብ ይመጸለይ ማለት እዩ። ስለዚ ጸጋ ወይ ከዓ መኽሊት ማለት ንኹላትና ዝተዓደናዮ ኣብ ውሽጥና ዝርከብ ዕቑር ሓይሊ ወይ ከዓ ዕቑር ሃፍቲ እዩ እሞ እዚ ዕቑር ሃፍቲ እዚ ከይንጥቀመሉ ዓብይቲ ዝሓዘና ኣነ ሓደ ሓሙሽተ ክገልፀልኩም እየ ንስካትኩም እውን ኣነ ተኽእለየ ከይጥቀመሉ ወይ ከዓ ፍረ ከየፍርየሉ እዚዮ ሓኒቑ ሒዝኒ ዘሎ እትብልዎ ኣብ ኮመንት ኣቕምጥለይ ንዚ ቻናል እዚ ሓድሽቲ ዝኾንኩም ላይክ ሳብስክራይብ ሸር እናገበርኩም ምብርታዕኹም እውን ኣይፈለየና ክብለኩም ይደሊ ስለዚ ጸጋና ወይ ከዓ ተኽእሎና ንኸይንጥቀመሉ ንኣብነት ሓንቲ ተኽልሲ መጀመርያ ሱር እያ ትሰድድ እሞ ካብ ስር ጉንዲ ተውፅእ ካብ ጉንዲ እውን ቆፅሊ ካብ ቆፅሊ ዕምበባን ፍረን ስለዚ እቲ ፍረ እውን ዘርኢ ይኸውን ተመሊሱ ማለት እዩ ኣንሕና እውን እቲ ጸጋና ብዝግባእ እንድሕር ተጠቂምናሉ ኮይና ንውሉድ ወለዶ እውን ክሓልፍ ይኽእል እዩ እሞይ እቲ ጸጋና ግን ዓሚጡ ሒዙና ዘሎ እንታይ እዩ ዝብል ሓደ ከም ኣነ ፍርሒ እዩ ፍርሒ ማለት ሓደ ነገር እንተጀመርኩስ ክጋገ ዶ ይኸውን ክወድቕ ዶ ይኸውን ክሰሓቕ ዶ ይኸውን እናበልና ንድሕሪት ከነንሳሕብ ከለና ምስ ብዙሕ መኽሊትና እቲ መኽሊትና ንኸይንጥቀሞ ክንፈርሕ እንከለና ሰባት ከይስሕቕኒ ከይውልኒ እናበልና በዓልትና ብቁልፊ ከም ምቁላፍ ወይ ከዓ ቆሊፉ ዝሕዝ ሞሾጎር እዩ ዝኸውን ዘሎ በዓልትና ብዝፈጠርናየሲ ግን ድማ መክሊትና ዓሚጡ ዝሕዝ ዓጊቱ ዝሕዝ ንኸይንጥቀሞ ንኸይነፍርየሎ ሓኒቑ ዝሕዝ እዩ ፍርሒ ንኣብነት ዩቱብ ክጅምር ነይረዋ እናሓፈርኩ ደሞ እንታይ ክብሉን ይኾኑ ምንም እዚኣ ዘይትፈልጥስ ንኽብሉንስ እናበልና በዓልትና ብዝፈጠርናዩ ሰባት ከተተጋግኹኻ ዘይሳኸዐለይ ተኾነኻ እናበልና በዓልትና ብንፈጥሮ ጸጋና ንኸይንጥቀመሉ ዘኸለና ሓደ እዩ እዚ እዩ ካልኣይ ስንፍና እዩ ስንፍና ማለት ጽባሕ ዶ ክሰርሐ እዩ ድሕሪ ጽባሕ ዶ ድሕሪ ልዓመታ ዶ ክጅምር እዩ ልዓመታ ዶ እናበልና ግዘ ምብኻን እዩ ግዘ ምብኻን ድማ እቲ ጸጋና ከም ኣብ መቃብር ምቕባር እዩ ዝኸውን ዘሎ። ሳልሳይ ድማ ኣንሕና ነብስና ምስ ካልኦት ብምውድዳር እዩ። ካልኦት ሰባት ብዙሕ ጊዝኦም ሰዊኦም ብዙሕ ዓመታት ጽዒሮም ዘምጽእዎ ውጽኢት ኣንሕና ገና ሓሲውናዮ ኣለና ኣብ ርእስና እዚ ክገብር እየ ይኽእሎ እየ ኢልና ኣእምሮና ኣሰላሲልና እኘና ግን ድማ እቶም ሰባት ዝበፅሕዎ ደረጃ ክንሪኦ እንከለና ዋ ኣብኡ ከመይ ገይረ ክበፅሕ ይኽእል ዝብል ናይ በዓልትና ብርሃን ንኽድምዝዝ ንኽፅልምት ይገብሮ እዩ ማለት እዩ እዚ ማለት ንኣብነት ኣነ ዩቱበር ሕዚ ጀማሪት እንድሕር ኮይነ እቶም ዓበይቲ ዩቱበራት ብዙሕ ሰብስክራይበር ዘለዎም ብዙሕ ተኸታሊ ዘለዎም ብዙሕ ኣድንቆት ተፈታውነት ዘጥረዩ ግን ድማ ናቲ ብዙሕ ዓመታት ዘይኮንኩ ዝርእሲ እቲ ኣድንቆቶም እቲ ረኪቦምዎ ዘለው ኣብቲ ወፂሖምዎ ዘለው ደረጃ እንድሕር ሪኦ ኮይነ ዋእ ሃመይ ገይረ ክበፅሕ ይኽእል እዚ እኮ ተዓዲሉ እዩ ናይ በቃ ናይ ፍትወት ሰብ ስለ ዘለዎ እዩ ኢልና ኣእምሮና ንክዳኸም ይገብሮ እዩ ማለት እዩ። ስለዚ እዞም ሰባት እሳቶም ደረጃ ብደረጃ ቀስ ብቀስ እዮም ወፂሖም ዘለው። ኮይኑ ግን ምስ ሰባት ዘይኮነ ክነወዳደር ዝግበአና እንታይ ደኣ እዩ ምስ በዓልትና ሐዚ ዘለናዮ ኩነታት ሐዚ ዘላትና ፀጋ ምስ ናይ ፅባሕ ከመይ ከም እትፈሪ ቀስ ብቐስ ናብ ፍረ ከመይ ከም እትበፅሕ ክንወፅሖ እንደሊ ነገር ኢና ክነወዳደር ዝግበአና እምበር ምስ ሰባት እንድሕር ኣወዳዲርና ኮይንና ብመጋዝ ከም ምቑራፅ እዩ ዝኸውን ዘሎ። እቲ ራብዓይ ድማ ሙቾት እዩ። ሙቸት ማለት ንኣብነት ጸጋና ክዓቢ እንተኾይኑ ዝኾነ ነገር ክንሰርሕ ኣለና፣ ክንብገስ ኣለና፣ ክንጅምር ኣለና። ግን ድማ እቲ ዝለመድናዮ ከይንወፅእ እንድሕር ኣሲሩ ዝሕዘና ኮይኑ ኮንፎርት ዝስምዐና እንድሕር ኮይኑ ፅቡቕ ዘለና ኮይኑ እንድሕር ዝስምዐልና ኮይኑ መክሊትና ክዓቢ ኣይኸልን። ንኣብነት ሓደ ስፖርተኛ ሲ ጥንቻ ከውፅእ ተኮይነ ግድን ዝኾነ ነገር ክሽከም ኣለዎ ግን ድማ ዝኾነ ነገር እውን ኣይሽከሚ ክሽከም ኣይደልይን ድሕር ኢሉ ያው እታ ዝደለያ ነገር ክበፅሓ ይኽእልን እሞ ፀጋና እውን ንስጉም ከለና ክንጅምር ከለና እዩ ንኣብነት ሓደ ሓረስታይ እኮ እቲ ፍርኡ ዘርኢ ክዘርኦ ከለ እዩ ብዙሕ ፍረታት እንደገና ዘወ እምበር ስቑ ኢሉ እተን ዝረኸበን እንድሕረ ሒዝዎን ኮይኑ ያው ክበዝሓ ኣይክእላን ማለት እዩ ታይ ዳእዩ በረከት ሓፊዝ እንደገና ላፍቲ መሬት የፍስሶሞ ይራውሐሉ ማለት እዩ ናትና ፀጋ እውን ከምኡ እዩ ሓምሻይ ናይ ሰብ ኣለታዊ ሓሳብ እዩ ሰባት ክዘልፉና ክፀርፉና ብዙሕ ነገር ክብሉና ይኽእሉ እዮም እንታይ ኢኻ ትገብር ኣለኻ ትዓቢ ኣለኻ ትፀድፍ ኣለኻ እውን ክብሉና ይኽእሉ እዮም ስለዚ ሰባት ከይብሉኒ እንድሕር ኢልና ፀጋና ከም መጋዝ ምቑራፅ እዩ ዝኸውን ዘሎ እዚ እውን ሰባት ብዝወልና ነገር እንድሕር ነቋርፅ ኮይንና ፀጋና ተሓቢኡ ተዓዊጡ እዩ ዝተርፍ እሞ ስለዚ ሰባት ብዝወልና ዘይኮነስ እቲ ንሕና ዘሎናዩ ኢና ክንኾኖ እንኽእል እምበር ሰባት ሎሚ እናፀረፉና ፀኒሖም ፅባሕ ኣብቲ ተኽእሎና ሪኦም እቲ ውፅኢትና ሪኦም ግን ከመጉስና ግድን እዩ ስለዚ ናይ ሎሚ ኣርእስተይ እዘን ሓሙሽተ ምኽንያታት ክኾና ይኽእላ እየ ኢለ ኣቕሪበልኩም እኒኦኹ ናይ ካቶም ተኽእሎ ወይ ከዓ ፀጋ እንድሕር ኣነ ኣይጥቀመሉ ኣለኹ ፀጋይ ተኽእሎይ ክወፅሖ ዝደሊ ካልእ እዩ ከምዚ ዝበለ ክእለት ኣለኒ ግን ድማ ክወፅሖ ዘይከኣልኩ ብከምዚ እየ ተዓጊተ እትብልዎ ኣብ ኮመንት ፀሓፉለይ ኣነ እውን ክንብብ እየ ክመሃር ይደሊ እየ ስለዚ ብግጥሚ ክስንየኩም እየ ማለት እዩ። ጸጋና ነባራብሮ ኣብ ውሽጥና ኣሎ ከም ወርቂ ተቐቢሩ መኽሊት ተዓዲና ግን ጸጋና ተሰዊሩ ኣይንበል የብለይን ትርጉም ህይወት ኣይነጥፍእ ዓለም ትጽበ እያ ዘላ ብኣና ክትመልእ ከምታ ንእሽተይ ፍረ ኣብ ውሽጣ ኦም ሒዛ መኽሊትና እውን ከምኡ እዩ በረከት ኣለዎ ኣይንርኦዮ ብዋዛ ፈዛዛ ግን ስለምንታይ ደኣ ተዓጊቱ ይተርፍ ከይዓምበበ ከይፈረየ ልምንታይ ይሓልፍ ፍርሒ ሓደ ጋርድ እዩ እንተወደቅኩኸ ዝብል ንክንፊ መኽሊትና ሰይሩ ዘቃጽል ሰባት እንታይ ይብሉ ከይስሕቕለይ ደኣ እናበልና እቲ ዕንቅፋት ንሱ እዩ ዝቐትሎ ንጸጋና ጽባሕ ክጅምሮ እየ እናበልና ክነቋሙት ምዱንጓይ መቓብር እዩ ጸጋና ዝጎትት ሎሚ እያ እታ መዓልቲ ሐዚ እያ እታ ጊዜ መክሊትና ንውፀኦዮ የብቅዕ ትካዜ ኣብ ጎረወትና ኣይንጠምት ብርሃንና ከይዓርብ ነብስና ምስ ካልኦት ኣይነዋዳድር ምስ ነብስና ንቅረብ ናይ ነብስወከፍ ሰብ መንገዱ ፍሉይ እዩ ፀጋ ፀጋና ዝዕንብብ ብናትና ስራሕ ጥራሕ እዩ ከምቲ ንስሪ ኣይንኹን ምስ ደርሁ ዝዓበየ፣ ጸጋ ክንፊ እናሃለዎ ንሓመድ ዝሓረየ። ኣሉታዊ ዘረባ ኣይኹን መንገድና፣ ኣይትኽእልን ኢኺ ንዝብሉ ኣይንሃብ እዝንና። ጸጋና ነበራብሮ፣ ሕልናና ይዕረፍ፣ መኽሊትና ንጠቐመሉ፣ ታሪኽና'ውን ይጸሓፍ። ጸጋና ነባራብሮ ሕልናና ውን ይዕረፍ መክሊትና ንጠቀመሉ ታሪክና ይጸሓፍ ትብል እያ ናይ ሎማዓንቲ ርእሰይ ብሓቂ ጸጋና ኩላትና ተባራቢርናዮ ዘለና ተኽእሎ እንድሕር ተጠቂምናሉ ኮይንና ንዓልትና ብርሃን ንሰብና ንሕብረተሰብና ንሃገርና ንዓለምና እውን ብርሃን እዩ ይብለኩም እምበኣርከስ ናይ ሎሚ ትሕዝተይ እዚ ይመስል ኩላትና ጸጋና ነበራብሮ ንጽቡቕ ንጠቐመሉ ካብ ባዕልና ሓሊፉ ንብዙሓት ክነብርሀሉ ይብለኩም ንስካትኩም እውን ተመርኩም ትኾኑ ተስፋ ይገብር ብካሊእ ትሕዝቶ ብካሊእ ኣርእስቲ ክስካብ ንራኸብ ግን ሰናይ ቅንያት ባይ ባይ